ወነሰረ ዐብደሁ ወሃዘመ ለአሕዛብ ወሐዳ። ብድሕሪዚ ኢድካ ሓፍ ኣቢልካ ዘድልየካ ዱዓ ትገብር፣ ከምዚ እናበልካ እዛ ዚክርን ዱዓን ሰለስተ ግዜ ደው ኢልካ ክትደጋግማ ሱና ይኸውን ናብ መርዋ ገጽካ ተምርሕ ኣብ መርዋ ኣብ መንጎ ሰፋን መርዋን ብቐጠልያ መብራህቲ ዝተመልከተ ቦታ ምስ በጻሕካ ከኣ ትጎዪ ማለት ዘብዘብ ትብል እዚ ከኣ ሃርወላ ተባሂሉ ይጽዋዕ ጓል ኣንስተይቲ ግን ኣካይዳኣ ኣይትቕይርን እያ ኣብ መርዋ ምስ ደየብካ ናብ ካዕባ ገጽካ ትጥምት፣ ልክዕ ከምቲ ኣብ ሰፋ ምስ ደየብካ ዝበልካዮ ዚክርን ዱዓን ሰለስተ ግዜ ደጋጊምካ ትብል። ኣብ ግዜ ሳዕይ ዝግበር ፍሉይ ዱዓን ዚክርን ብረሱል ሰለላሁ ዓለይሂ ወሰለም ዝተሓንጸጸ ስለ ዘየሎ፣ ዝኾነ ናብ ፍርሓት ረቢ ዘድህበልካ፣ ንእትምነዮ ነገር ዘማልኣልካ ዱዓን ቁርኣን ምቕራእን ከተዘውትር ፍቑድ እዩ። ሳዒ ሸውዓተ ግዜ ትገብር። እዚ ማለት ከኣ ካብ ሰፋ ናብ መርዋ ዝግበር ጉዕዞ ሓደ ሳዒ ክቑጸር እንከሎ፣ ካብ መርዋ ናብ ሰፋ ዝግበር ጉዕዞ ድማ ካልኣይ ሳዒ ይቑጸር። በዚ ምኽንያት ድማ እቲ መጨረሻ ናይ ሳዒ ዝዛዘመሉ ቦታ ኣብ መርዋ ይኸውን። ካብ መስጂድ ኣልሓራም ክትወጽእ እንከለኻ ጸማይ ጸጋማይ እግርኻ ኣምሪሕካ ነዚ ዝስዕብ ዱዓ እናበልካ ክትወጽእ ሱና ይኸውን።

ተሕጽር ጓል ኣንስተይቲ ግን ካብ ኩሉ ቁናኣ ሲሶ ናይ ኣጻብዕቲ፣ ኣንሞላ ማለት እዩ፣ ወይ ከኣ ዝነኣሰ ትቆርጸሉ ንወዲ ተባዕታይ ዝበለጸ ምልጻይ እዩ ምኽንያቱ ረሱል ሰለሏሁ ዓለይሂ ወሰለም ነቶም ዝተላጸዩ ረቢ ርህራሄኡ ማለት ራሕምኡ ንኽልግሰሎም ሰለስተ ግዜ ዱዓ ክገብሩሎም ከለዉ መበል ራብዓይ ግዜ ዱዕኦም ሓንሳእ ነቶም ዘሕጸሩ ወይ ዝተቀምቀሙ ገይሮምሎም

እንተደኣ ሙትመትዕ ኮይኑ እንተደኣ ሙትመትዕ ኮይኑ ኣብ ክንዲ ዝላጸ ጸጉሩ ከሕጽር ይሓይሽ ወይ ይምረጽ ምኽንያቱ ኣብ ሓጅ ጸጉሪ እንታይ ይገብር ኣብ ሓጅ ከኣ ይላጸ ማለት እዩ ስለዚ እታ ዑምራ ብኸምዚ ትዛዘም ሓራይ ሓጅ ከኒ ከመይ ጌርካ ትሕጅጅ መጀመርያ ሓጅ ክበሃል እንከሎ ዓሰርተ ነገራት ዘማለዩ ንሳቶም ከዓ ቀዳማይ ኢሕራም ካልኣይ ሸሞንተ ዙልሕጃ ኣብ ሙና ምውዓል ሳልሳይ ኣብ ዓረፋ ምውዓል ራብዓይ ኣብ ሙዘሊፋ ምሕዳር ሓሙሻይ ምድርባይ ወይ ረሚ ማለት እዩ ሻድሻይ ምሕራድ ሻውዓይ ምልጻይ ወይ ምሕጻር፣ ሻሙናይ ጠዋፍን ሳዕይን፣ ታሽዓይ መዓልታት ዒድ ኣብ ሙና ምሕዳር፣ ዓሽራይ ናይ ስንብት ጠዋፍ ወይ ከኣ ጠዋፈል ወዳዕ ምግባር። ሕራይ ነዚኤን ሕጂ ሓንቲ ብሓንቲ ክንገልጸን ኢና። ቀዳማይ ኢሕራም። ንሓጅ ዝነቐለ ሰብ ቅድሚ ምብጋሱ ነዞም ዝስዕቡ ነጥብታት ክፍጽም ፍቱው ማለት ሙስተሓብ ይኸውን። ጽፍሩ ክሰድድ፣ ኣብ ትሽትሽን ሕፍረትን ዝርከቡ ጸጉሪ ክላጺ፣ ነብሱ ክሕጸብ፣ ከምኡ'ውን ጨና ክልከይ ፍቱው እዩ። ብድሕሪ'ዚ ወዲ ተባዕታይ እቲ ሸርዓዊ ክዳን ናይ ሓጅ፣ ማለት ነጸላን ዕጣቕን፣ ኢዛር ወሪዳ ይኽደን ጓል ኣንስተይቲ ግን ዝኾነ ዓይነት ሸርዒ ዘፍቅዶ ክዳን ምስ ቅርጺ ኣካላታ ዘይከይድ ዘይማርኽ ክዳን ትኽደን ኣብቲ ዝተወሰነ ቦታ ናይ ኢሕራም ማለት ሚቓት ምስ በጻሕካ ቅድሚ ኢሕራም ማለት ንያ ቅድሚ ምግባርካ ዝኾነ ዓይነት ሰላት ማለት ከም ሱነተል ውዱእ ተሕየተል መስጂድ ወዘተ ክትሰግድ ሙስተሓብ ይኸውን። እንተድኣ ኣጋጣሚ ኮይኑ ኣብ ወቕቲ ሰላት ፈርድ በጺሕካ ፈርድኻ ሰጊድካ ከተሕርም ውን ዝተመርጸን ዝበለጸን እዩ። ኣብ ተግባራት ናይ ሓጅ ንኽትኣቱ ድማ ልባውን ኣፋውን ንያ ብኸምዚ ዝስዕብ ትገብር። ንያኻ ሙተመትዕ እንተኾይኑ፣

ኣብ ምትግባር ሓጅ ኮነ ዑምራ ከተዓናቕፉኻ ዝኽእሉ ነገራት ከም ሕማም ፀላኢ ምስ ዘስግኡኻ ኢሽትራጥ ትኣቱ ማለት ትብል ፈኢን ሓበሰኒ ሓቢሱን ፈመሒሊ ሓይሱ ሓበስተኒ ሓጁ ወይ ዑምርኡ ንኽፍፅም ዘይክእለሉ ኩነታት ምስ ዝበፅሕ ወይ ምስ ዘጋጥሞ ካብ ኢሕራሙ ብዘይ ገለ ስክፍታ ክሕለል ይኸእል እንተደኣ ን ኢሽቲራጥ ገይሩ ጸኒሑ ማለት እዩ። ድሕሪኡ ዓው ኢልካ ተልብያ ትገብር ማለት ለበይክ ኣላሁመ ለበይክ ለበይከ ላ ሸሪከ ለከ ለበይክ ኢነል ሐምደ ወኒዕመተ ለከ ወልሙልክ ላ ሸሪከ ለክ። ሸሞንተ ዙልሕጃ ሓጀጅቲ ኣብ ሙና ዝውዕሉሉን ዝሓድርሉን መዓልቲ ኮይኑ ብዮውመል ተርዊያ ዝብል ሽም ይፍለጥ። ዮውመ ተርዊያ ዝተፀወዐሉ ምኽንያት ከዓ ሓጀጅቲ ንመዓልቲ ዓረፋ ዝጥቀሙሉ ማይ ዝእክቡሉን ዘጠራቕሙሉን መዓልቲ ስለዝኾነ እዩ። ሓጀጅቲ ዕለት ሸሞንተ ዙልሕጃ ኣብ ሙና ክውዕሉ ሱና እዩ። ብዝተፈላለየ ምኽንያት ኣብ ሙና ዘይወዓለ ሓጃጂ ኣጅሪዳ እዩ ዝገድሮ እምበር ሓጁ ብቑዕ እዩ። ሙተመትዕ ካብቲ ዘለዎ ቦታ ኢሕራም ገይሩ ናብ ሙና ተልብያ እናገበረ ይጓዓዝ። ንያኻ ቓርን ወይ ሙፍሪድ እንተኾይኑ ድማ ካብ ሚቓት ኣሕሪምካ ኣብ መካ ምስ በጻሕካ ጠዋፈል ቁዱም ክትገብር ሱና እዩ። ብዝተፈላለየ ምኽንያት ክትገብር እንተዘይክኢልካ ግን ቀጥታ ናብ ሙና ትኸይድ። ወርሓዊ ኣበባ ዝመጽኣ ጓል ኣንስተይቲ ክሳብ ትጸሪ ጠዋፍ ክትገብር ኣይፍቀዳን እዩ። ቅድሚ ሸሞንተ ዙልሕጃ እንተ ጸርያ ጠዋፍን ሳዕይን ትገብር እሞ ብድሕሪኡ ከም ሰባት ትኸውን። እንተ ዘይጸርያ ግን ኣብ ሸሞንተ ዙልሕጃ ካብቲ ዘላቶ ቦታ ምስ ህዝባ ናብ ሙና ትጉዓዝ። ብዘይካ ጠዋፍ ኩሉ ተግባራት ናይ ሓጅ ክትገብር ይፍቀዳ እዩ። ኣብ ዝጸረየትሉ ግዜ ድማ ንመካ ተመሊሳ ጠዋፍ ትገብር። ኣብ ሙና መዓልትን ለይትን ክትጸንሕ፣ እተን ሓሙሽተ ወቕቲ ሰላት ማለት ዙህርን ዓስርን መቕሪብን ኣልዕሻን ኣሱብሕን ኣብቲ ውሱን ግዜ እየን ትሰግደን፣ ግን እተን ኣርባዕተ ረክዓ ዝስገዳ ማለት ዙህርን ዓስርን ኣልዕሻን ናብ ክልተ ረክዓ ተሕጽረን።